እዚ ሮያል ሓበሻ ኢንተርተይመንት እዩ ንዝተፈላለዩ ስነጥበባዊ ስራሕ ንምክትታል ሳብስክራይብ ላይክ ኮመንት ሼር ኣይትረስዑ ሰላምታ ኣይረሳዕናን ክቡራት ተኸታተልትና ኣብ መላእ ዓለም ኮንኩም መደብና ትከታተሉ ዘለኹም ሰላም ንዓኹም ይኹን እምበኣርከስ እዚ ሎማዓንቲ ኣዳሊና ዘለና ፕሮግራም ዝተፈላለየ ፀወታታት ብምክንያት በዓል ፋሲካ ኢና ኣዳሊና ዘለና እዞም ዓበይቲ ስነጥበባውያን ናብ መድረኽ ክዕድሞም እየ ድምቕ ድበለ ጣቕዒት ጌርኩም ተቐበሉለይ

ማርታ ክፍለ ዌልካም ማርታ ሓፍተይ ሄለን ርያለ ጓል ርያለ ቋዳ ሓደ መጻኺ የለ ዓይነይ ንበር እስኪ ንበሪ ሬድዋን ምስ ጦፋ ተተ ሬድ ሓወይ ቋዳ ሓደ መጻኻ ዝዓርከይ ባዕረይ ንበር ዝዓርከይ ሉና ተኽለ ሉና ሓብተይ እንኳዕ ደሓን መጻኺ ንበሪ ዕድመ ኣኽቢርኩም ሎማዓንቲ ምስ ሮያል ሓበሻ ንክትውዕሉ ፈቃደኛታት ብምዃንኩም ካብ ልቢ እየ ዘመስግን ነብስኹም ድምቅ ድበለ ጣቕዒት በዓል ቀዳማይ ሕቶይ እንታይ ይመስለኩም ብኸመይ ኢኹም ከምዚ ኢለ ምስ ነገርኩኹምሲ ባዕልኹም እቶም ጋንታ ተወዳዲብኩም ብኸመይ እስኻ ሕጂ ንጓል ሪያለ መሪጽካ ዳኒ ብኸመይ ኢልካ ንማርታ እስኻ ከመይ ኢልካ ንሉና ኮንፊደንስ ከኣ ኔሩኩም ንሕና ኢና ንዕወት ዝግደፎ ጥራይ ምስ ሉና ኣለኹ ገለ ድፍረትስ ኔሩኩም ካብ ምንታይ እዩ ካብ ምንታይ ካብ ጽንዓትን ተወፋይነትን ዳንኽ
ካብ ሓቦኒሕን
ኣፍሪሕካ ንግን ተሓቦኒሕን ኣባህላኻሲ ሓራይ ዝተፈላለዩ ፕሮግራም ኣዳልየልኩም ኣለኹ ሎማዓንቲ ክፍትነኩም ይኽእል እዩ ዝበልናዮ ኣቐሚጠ ኣለኹ ነዚ ብምሉኡ ፕሮግራማትና እዚ ድዩ ዳያኑ ኣለውና ዝመም እዩ ንሳቶም ናብ መድረኽ ንክንእትዎም ድምቕ ድበለ ጣቕዒት ጌርና ንቀበሎም ደያኑና ናብ መድረኽ ኣቱ ኣለዉ ወጊሑ ፍስሓጼን መርሃዊ ታደሰ ፈለግ ግደይ ንበሩ ንበሩ ሕራይ እምበር እዚ ውድድርና ናይ ሎማዕንቲ ዝካየድ መጀመርታ ብውድድር ሓፈሻዊ ፍልጠት ኢና ክንጅምር ኣብዚ ናይ ውድድር ሓፈሻዊ ፍልጠት ንሓደ ነፍሲ ወከፍ ሰብ ሰለስተ ሕቶታት ክህልዎ እዩ ንጋንታ ማለት እዩ ሽሸ እኸውን ኣሎ ስለዚ ወረቐት ክመፀኩም እዩ ሰሰለስተ ሕዙ ንሓንቲ ጋንታ ሽዱሽተ

ሰ
ሓደ ማርሳ ሰኣምና እያ ድሓን
ኣብ ጅባኻ ምቕማጥ ትፍቀድ ድዩ ኣይፍቀድን እዩ ናይ ጅ- ናይ ጁባኻ ካልእ ቁፅሪ ተውፅኻ ቸክ እወ ቸክ ነገርክ ሽዱሽተ እህም። ሓራይ እ፣ ንነፍሲ ወከፍ ሰብ ሰሰለሰ ኢልናዮ ዘለና ግድነት ብውልቁ ይኮነን ዝምልስ ጋንታ ተሓባቢርካ ምምላስ ይፍቀድ እዩ። ዝኾነ ስክፍታታት ክህሉ የብሉን። ምክንያቱ ብቪላ በዝስ ዝኾነ ሰብ ሼር ገይሩ ክምልስ ይኽእል ትረስ ተመስገን ፈጣሪ ኣጆኹም። ሕራይ ብመን እየ ድጅምር? ቅድሚኡ ግን ኣነ ሃለውለው ስለ ዝብልኩ ዘረባ ደንብሕ ዘለኹ እምበር ሽም ጋንታታትኩም ኣይነገርኩምና ጋንታ መን ኢኹም ትበሃሉ ርሑስ በዓል ኦ ቴንኪዩ ጽቡቕ ብሽም ብምሉኦም ተዓዘብትና ድማ ኣሜን ይሕቢሩ ዳኒ ጋንታ እንታይ እያ ትበሃል ናትኩም ከ? ንሕና ኸኣ ጋንታ ጽንዓት። ጋንታ ጽንዓት ሓራይ ጅግኑ ከ?
ንሕና ድማ ጋንታ
ፋሲካ ፋሲካ ፋሲካ ሓራይ ኖ ኖ ግድነት ኣሃ ምልእቲ ክትኮነልኩም ኢልኩም ዲኹም? ርሑስ በዓል ብጽንዓት ፋሲካ ማለት እዩ። በቃ ጽቡቕ ሕራይ ውድድርና ብኣኹም ክንጅምር ኢና። ቁጽሩ ክንደይ ክትርድእዎ ዘለኩም ከኣኒ ቀዳመይቲ ዝተዓወተት ናይ ገንዘብ ሽልማት እዩ ዘለዎ። እቲ ገንዘብ ኣትየ ነይረ ክንደይ እቲ ገንዘብ ንኽሪኦ ኢለ ብቲ ናይ ኣካውንት ናይ ሕሳብ ክንደይ ድመፀኩም ዘሎ ካብ ሚሕር ብዝሕ እቲ ቁፅርስ ኣይነግርን ትእወ ትሎድ ከቢድዎ ንደገ ወፂ ሕጂ እወ ወላ በቲ ኮምፒውተር ከም ዝተበልኩ እወ ነታ በት ነበረት ራእይሊ ገለ ኢለ ሽዑ እሰ ኢለ ምፃ ሕሸኒ ኢለ መፂ ቁፅሪ ክንደይ ሸሞንተ ሕራይ ሬዲ ኣለኹም ዲኹም ንሓንቲ ሕቶ ናይ 30 ሰከንድ ዕድል እዩ ዝህልወኩም ንመጀመርታ ግዜ ኮሮና ዝሓመመ መራሒ መን ይበሃል? ናይ መን ሃገር ይኸ?
ናይ ፍራንስ እዩ።
የብላን። ናይ ፍራንስ እዩ። ሽሙ ከኣ ኣይኮነትን።
ሕራይ ኣጆኹም ሽሙ ግን እንታይ ናይ ዓዲ እንግሊዝ እዩ እዎ
ናይ ዓዲ እንግሊዝ ሕራይ አ፣ ሽሙ ዝኾነ እንዶ ሚስ ኮል ግበሩ ኢንግላንድ ዝቕመጥ ሰብ የብልኩም ኣብታ ኣልጀዚራ ብታሕቲ የምፅኦን እዮም ሽሙ
ታይም ኣፕ ናይ ዓዲ እንግሊዝ ቦን ጀንስ ዝበሃል ከዓ ጀንሰን ማይክሮፎን ኣይንረስዕ ክንዛረብ ከለና ነጥቢ ስለ ዝሕሰብ ማይክሮፎን ናብ ኣፍና ኣቕሪብና ምዝራብ ኣይንረስዕ ሕራይ ናብ ጋንታ ፅንዓት ኢና ሃንከይድ
ቁፅሪ ዓሰርተ ክልተ ዓሰርተ ክልተ
ቅድሚኡ ናይ ጋንታ ርሑስ በዓል ሪዛቶም ክልተ ኣራይ ቁፅሪ ዓሰርተ ክልተ ህዝቢ ቻይና ክንደይ እዩ ብዙሑ መነመንከ ይበሃሉ
ሓደ ነጥቢ ሸውዓተ ቢልዮን ልዕሊኡ እዮም መን መን እባሃሉ ከዓ ሓቢርና ንከታተሎም ንቹዋንዋን ቻን ንሓቶ ሕራይ መልሲ ካብ ደያኑ

ታይም ኣፕ ሓደ ነጥቢ ትሽዓተ እዮም ተሓጋገ ሓራይ እ፣ መልሳ ክንደያ
እሞ ከምኡ እንደ ኢለ እንደ ኢደ ኢለ መጀመርያ ሓደ ነጥቢ ሸውዓተ ቢልዮን ኢላካ እዩ ግን አ-

መን ኣነ ድየ ጋንታ ፋሲካ ሕራይ ዋይ ልክዕካ ዕድመይ ዕድመይ ዕስራን ሸውዓተን ዕድመይ ዕድመይ በፂሓትኒ ዕድለኛ ይኮንካ መቸም ደሓንካ ዋ ከባድ ከባድ ታሪኸ በደት ኢና ደእተናያ ኮትያ በፂሓት ሪያለ ሒዘ ሕዝ ሒዘ ኣለኹ ህውኽ ዝብኢ ቀርኒ ይነክስ ህውኽ ድሙ ኣፍ ድሙ ይልሕስ ኣፍ ከልቢ ይንሕስ ይልሕስ ህዉኽ ኣዳጉራ።
ኣብ ድስቲ ይሕንብስ። ኣጆኺ ትስኺ። ጭሕሚ የውጽእ
ቀልጢፉ ቦቅል ኖ ኖ ኣጆኹም ፈትኑ። ሓሙ ጽቦ ይብላዕ።
ግዜ ረኣየልና ህውኽ እንታይ ግዜ ረኣየልና ህዉኽ ኣዳጉራ።
ግዜ ኣሃ ኣሃ ግዜ ግዜ ርኣየልና ራዮ ምስ ምስ ዳያኑ ጥራይ ብ- እወ፣ ዋ፣ ኣዳጉራ ግዜ ቀልጢፉ ቦቅል ኖ ኖ
ካት ታይም ኣፕ ህውኽ ዝ- ዝብኢ ቀርኒ ይነክስ ህውኽ ድሙ ኣፍ ከልቢ ይልሕስ ህውኽ ኣዳጉራ ቁራዕ ይነፍሕ
ኣይገድፈካን ሕራይ
ትሽዓተ ትሽዓተ ፅቡቕ ነገሩ እንታይ እስከ ክንደይ ነጥቢ ወሲድና ገለ ከዓ ኣይብሉን እዮም ኣይንብልን ነብሶም እንዲም ነገራቶም
ትሽዓተ ዝብን ኣዳጉራንስ እንታይ ኣራኺብዎ
ሬድዋን ምስጦፋ ምሽ እምነትካ ምስልምና እዩ ኣይሆፕ ክትመልሳ እዚኣ ኣብ ኣፍሪቃ ቀዳመይቲ ዝኾነት መስጊድ እንታይ ተባሂላ ትፅዋዕ ኣበይ መስጊድ ኣሰሓባ ኣባፅዕ ትርከብ ሙሉእ መልሲ ሓንሳብ ሓንሳብ ሓንሳብ ከጣቂዐ ኣነ
ማዕፈጠረልካ
ሕራይ ናብ ጋንታ ፅንዓት ሓደ ሓደ እዚ ኣስተውዕሉ ሓደ ሓደ እወ ሓንሳብ ሕጂ ኣይትረብሻ ኣብ ናቶም ሰምፅን ኢሎም ክሰምዑካ ፀኒሖም እዚኣ ኣስተውዒልኩም ትምልስዋ ሬድ ኣለኹም ኢኹም ካብ ሚልዮን ብቕድሚት ሓደ ቁፅሪ እንተ ኣጉዲልካ ክንደይ ትኸውን እታ መልሲ ካብ ሚልዮን ሚልዮን ብቁፅሪ ትፃሒፍ ኣላ ብቕድሚት ሓንቲ ቁፅሪ ድሕር ኣጉዲልካ ክንደይ እዩ

ኣስተውዕሉ ኣስተውዕሉ ካት
ዓሰርተ ቅርሺ ሓሙሽተ ቅርሺ ተትብሎ ምፈለጣ ነይሩ ሚልዮን ሒዙ ይፈልጥን እዩ ዓሰርተ ቅርሺ ደይትብሎ ስኻ ዋላ ብቁፅሪ ርእየ ኣይፈልጥ ሚልዮን ግዜ ዘይኮነስ ሓንቲ ሳይ ተማሃርካ እንዲኻ መምህርካ ኢደ ሰባራ ክትገብሮ ሚልዮን ከይበፅሐ ኮንዳ ኣቋሪፀ
ሓራይ ናብ ጋንታ ፋሲካ ሽዱሽተ ዜሮ ቅድሚያ ልክዕ ዓሰርተ ሓሙሽተ እዚኣ ሄሉ ሓፍተይ ግድነት ክትምልስያ ኣለኪ ግድነት ዝኣ ኣነ ከኣ ክኮርዕ። ሓቂ ዘረባ ክብድ ኢላ እንድያ እስኺ ግን ክትሽርሸሪ የብልክን ንሕጂ ከእንምሻሎ ከቢድ ሕቶ ከምጸልኪ ኢለ ኣይኮንኩን ንዓኺ እስኺ ግን ጸቐጢ ዝኾነ ክብለልኪ የብሉን እምበር ከም ምኽባድ ሓቂ ዘረባ ሰብ ሰኪሕላ እዩ ሕራይ ውላድ በጊዕ ዕየት ትበሃል ውላድ ህበይከ እንታይ ትበሃል

ቁርተይ ቁርተይ ማርታይ ተኸይፈኩምን ድምርፅ ይብላ ሓታ ከሎ እስኻ ኢኻ ትፈርሕ ደለኻ ኣደ እስኻ እወ ኣራይ ሕዚ በሉ ዓሰርተ ሓደ ላቺ ትፈልጦን ኢኻ ላቺ ብትግርኛ እንታይ ይበሃል
ብትግርኛ ላቺ ይበሃል
ብጥልያን እዩ ላቺ ብጥልያን ላቺ

ግዜ ከይደካ ኣሎ ተጠቀም ተጠቀም ግዜካ ትጥቀም ግዜ ሕዙ ዳያኑ ኣሎ ድዩ ግዜ እ ዋ እንታይ እሞ ንብል ኢና መእሰሪ ጫማ ኢልና ከይና ወላ ሓንቲ ደሓን ንፈልጣ ከዓ ሕጂ ታይም ኣፕ ኢሎም ኣለዉ ኣስክራ በሃል ኣስክራ ኣሃ። ናብ ጋንታ ፅንዓት እ? ቁፅሪ ሰላሳን ክልተን ሰላሳን ክልተን ኣስተውዕሉ

ትፈቱ እምበረ ሓቢእኻለይ ዲኻ ጸኒሕካ ሕጂ ንዓይ እናጠመትካ ክንዲ ትሓትትሲ ንዓኣ ሳኻ መሊስካ ጋንታ ፋሲካ ኣለኹም ቁጽሪ ዓሰርተው ኣርባዕተ ዓሰርተው ኣርባዕተ ፍርቂ ዕድሜኻ ቀሊላ
ክቕይረሎም ድኻ መስለካ ኣራይ በሉ ባህላዊ መስተ ኩናማ እንታይ ይበሃል

እዚኣ ሳልሰይትኹም ዕስራን ሸሞንተ ንዓኹም ራብዒትኹም ሓረ ኣጆኹም ጥዕና ጥራይ ኣስተውዕሉ ሬድ ሃውስ ኣብ ጸጋም ትርከብ ሬድ ሃውስ ኣብ ጸጋም ትርከብ ብሉ ሃውስ ኣብ የማን ትርከብ ዋይት ሃውስ ኣበይ ትርከብ? ኣብ ኣሜሪካ ኣጆኻ እ? ዋሽንግተን ዲሲ ናይስ ሙሉእ መልሲ ሙሉእ መልሲ ኣነስ የዒሸ ኢለ እንዴ ብድሕሪ ሄድና ኣብቲ ፊትና ገለ ክትብሉ የፀብየኩም ነይረ ኣብ ዋሽንግተን ዲሲ ኣሜሪካ ትርከብ ሓራይ ናባኹም ክንከይድ ኢና ናብ ጋንታ ፅንዓት 23 ምርጫ ኣለዋ ሙቐት ኣካላት ወዲ ሰብ ኣብ ክንደይ ዲግሪ ክኸውን ይምረጽ? ሀ ኣርብዓን ትሽዓተን፣ ኣስተውዕሊ፣ ለ ሰላሳን ሸውዓተን፣ ተወዲኡ።
ኦ ሙሉእ መልሲ ሙሉእ መልሲ። ባጽዕ ከማን ኣርብዓን ትሽዓተን ኣይበጽሕን እቲ ሙቀታኡ ደሎ ኣብ ሰብሲ እንታይ እዩ ክኸውን ኣርብዓን ትሽዓተን ከምዚ ጌርካ የንደካ ማለት እኮ እዩ ሽዑ ኣይተቐርቦን ኢኻ እቲ ሰብ ቋንጣ ስራሕ ቀልጢፉ ማለት እኮ እዩ
ፋሕም ንሕና ሞ ማራ ሪድና ደኣ ዋዕ ደለና ኮይኑ ደኣ እዚ ገጽና ጸሊሙ እዋ በቃ ቀለ ዓለም ከብልካ
ራሄሉ ሰላሳን ኣርባዕተን ኣብ ውድድር ጉያ እግሪ ንካልኣይ ዘሎ እንተቐዲምካዮ ክንደይ ትወፅእ
ቀዳማይ ቀዳማይ
ኣብ ግዜኺ እዩ
ግዜ ያለ እንዲ ሞ ቀዳማይ ንኻልኣይ ብቐዲም ከይስ ቀዳማይ ትወፅእ
በቃ እወ ሓንቲ ግዜ እያ እታ ፈተነ ኣብ ግዜኻ እወ ውሃ እዚኣ ደኣ መኹሰይ ገይርኩማ ተብልዋ እንዲኹም እዚኣ ደኣ መኹ ትፍትንዋ እንዲኹም ታው ጥሪ ቀዳማይ ካልኣይ ሳልሳይ ኢልኩም ትወፅዋ እንዲኹም ታው ከምኡ ደይ ተባህለት ምስ ደያኑ እዚኣ- ምዝራብ ኣይፍቀድን እዩ። ምስ ደያኑ ምዝራ
ኖ ኖ ኖ ኖ ሄሎ ሓፍተይ ግዜ ኮንኩን ኣኺሉ ንብል ዘለና እታ ሕቶ ንኻልኣይ ዘሎ ሰብ ድሕር ቀዲምካ ይድሒለክስ ካብ ቀዳማይ ክሳብ ሳልሳይ እንዲያ ክትከውን ቀዳማይ ክትብልኒ ኢኺ ካልኣይ ክትብልኒ ኢኺ ሳልሳይ ክትብልኒ ኢኺ ኣብ ቹዝ ስለምንታይ ዲኻ ሓንቲ ዕድል ትገብራ

መዕለሊ ክኾነና ሓደ ክልተ ተበልና ከመይ? ኣውዳእመት እንድዩ ነዞም ኦዴንስና ከኣ ነዛናግዖም። ኣብ መላእ ዓለም ኮይኑ እዩ ዝከታተለና ዘሎ እዚ ህዝቢ እዚ። እ ደጊምና ደጋጊምና ርሑስ በዓል ፋሲካ ክኸውን እንዳተመነና ብማርቲ ክጅምር እየ። ኣጆኺ ሕቶይ። ማርታ ሓፍተይ ዓባይ ተዋሳኢት ኢኺ ነዊሕ ሰሪሕኪ እዚ ዝሓለፈ እዋን ግን ጠፊእኺ ነርኪ እንታይ እቲ ፕሮብሌም እስኪ ኦዲየንስ ይሓትት እዩ ብዝሕስ ኣበይ ኣላ ማርታ ገለ ስብል እዩ ሕጂ እንታይ እዩ ነይሩ ተኣሽሞ
ካብ ኣርት ወቅሩብ መገሻ ገለ ከይደ ነይረ ጠፍየ ነይረ ድሓር መፅእ ከዓ ሕጂ ድሓን ተመሊሰ ኣለኹ እወ ሕጂ ሓቂ እያ ከምኡ ኢልካ እዩ ዝሽፈን እምበር እቲ ብፍቕሪ ካብ ኩሉ ሙሉ ዝተኣለኽዮ ገለ መለ እዚ ሜድያ ክንዕለሉ ፅቡቕ ኣይኮነን እቲ ብኣይ ተፀሊልኪ ገለ ናብ ጅግኑ እያ እዋ ግድነት እዚኣ
ሕማማት ኢለ ኣነስኒ ሓራ ኣብዚ እንዳ ኣውቶቡስ ሓንቲ ሰበይቲ ንኸረን ክኸዳ ኣውቶቡስ ስቀላ ድሓር ኣውቶቡስ ምስ ተሰቐላ ነቲ ሞቶሪኖ ዝወደይ ሓደራ ሓደራ ዝወደይ ኣብዛ ዒላ በርዒት ክንበፅሕ ከለና ቀም ከብል እየ እሞ ኣተሰኣኒ ኢለንኦ ናይ ከረን ኣውቶቡስ ተሰቒለን ሰበይቲ ይኸዳ ኸዳ ኸዳ ኸዳ ዒላ በርዒድ ሓሊፎም ከረን ኣትዮም እወይ ነቲ ኣውቲስት ኣታ ዓምና እሂ እዘን ሰበይቲ ደኣ ኣብታ ዒላ በርዒድ ምስ በጻሕካ ተስኣኒ እንደ ኢለናን ነይረን ምሕጅስ ሒዝናየን ንኸረን ኣቲና ስታይ ዳኢና ንገብር ገለ እቲኦም ገሊኦም ሽዑ ኣብ ባዕለን ፈልጣ ናሕና ይመሲልና እዩ ስኢልካ ውሰደና ገለ ብሉ እቶም ገሊኦም ቧ ዓባይ ሰበይቲ እንድን ስለምንታይ ኮም ንገብር ቧ ንምለሰን ንብለሰን ኢሎም ንዕላ በርዕድ መልስወን ኣደይ ዓባይ ዒላ በርዕድ በጺሕክን ኣለኽን ተበራበራ ኢልወን። ዋይ ዝወደይ መዓስ ዒላ በርዒድ ኮይነ ኣንዳ ንኸረን እንዴ ደይ ከኒና ትወሓጥ ኣላትንስ ኣተሰኣኒ እያ ኢለካ ኢወን። ጠቂዒት ባ ኣጣቑዕለይ ወይ ክምለሱለይ ወይ ሕክያይ
መደብና ጌና ቀጻሊ እዩ ዘሎ ክብራት ተኸታተልትና እዚ ትከታተልዎ ዘለኹም ሮያል ሓበሻ ኢንተርተይመንት እዩ ኩሉ ግዜ ምርጫኹም ሮያል ሓበሻ ይኹን። ደጊምና ደጋጊምና ብ ሽም ኣብ ብምሉኦም ኣብዚ ምሳይ ዘለዉ ከኣ ርሑስ በዓል ፋሲካ ክኸውን ንምነ። ናብቲ ዝቕጽል ፕሮግራም ኢና ክንከይድ። ጋንታ ርሑስ በዓል!
ዒስራን ክልተን።
ዒስራን ክልተን።

ኣጆኹም ፈትኑ ኣይኮነት ፍርቂ ኩንታል ስገም ሓምሳ ናቕፋ እዩ መጣሓኒ ንፍርቂ ኩንታል ፊኖ ከ ክንደይ የድሊ ኩሉ ሓደ እንዲ ሞሓን ፊኖ ዶ ጠሓኒ ኣይ ሕራይ ናባኹም እያ ጋንታ ፅንዓት ሕራይ ዳና ሓወይ ክንደይ ሰላሳን ሓሙሽተ ኦኬ
ምስላ መሊያ ሒዝኩም ኣለኹም እሺ ነገር ዘይጸገበ ኣሃ ኣሃ። ጓል ዋጣ ይዕጸ
ቀላል እያ በጺሓቶም እዚኣ ዋጣ እንድዩ
ከመይ ገሩ ጠፎ ዝዳ ነገር ዘይጸገበስ ጓል ዳኒ ሕጠ ማለት ሕጸ ማለት ድዩ ጓል ዳኒ ሕጠ
ኣራይ ሄሉ ናባኸያ ስ- ሰብዓ ሰብዓ ሸውዓተ ሸውዓተ ሸውዓተ ደያኙ እባ ሓሰብ ክብሉ ካብኡ ክውዕሉ መዓስ ተፃሒፉ ኢሎም ባዮሎጂ ከመይ ኢኹም እውይ ብደይ ምፃ መፂኻኒ እውይ ብደይ ምፃ መፂኻኒ
ኖርማል እያ ግን እዚኣ እስከ ንቡር ህርመት ልቢ እኹል ሰብ ክንደይ እዩ

ሕንቅል ሕንቅሊተይ ንላዕሊ ጥራይ ዝቕጽል ፍጹም ምለስ ፍለጠለይ ንላዕሊ ጥራይ ዝቕጽል ፍጹም ዘይምለስ ፍለጡለይ ጎቦ ጎቦ እኮ ምስ ዘይብካዮ በቲ ሓደ እኮ ትምለሶ ኢኻ ኣጆኹም ፈትኑ ኣጆኹም ፈትን ፈትን ኣይኮነትን ኣይኮነትን ኣይኮነትን ታይም ኣፕ ትኪ ኣይኮነትን እስከ ንስኹም ከ ፈትኑ ኣይኮነትን ፈትኑ ኣይኮነትን ትንፋስ ትንፋስ ትንፋስ ምስ ሞትካ ዘይትምለስ
ክነግረኩም ወንገር ማርቲ ከትፍትኒ ዕድመ ወዲ ሰብ
እወ ዓሰርተ ዓሰርተ ክልተ ዓሰርተ ሰለስተ ናይ ብሓቂ ናይ ብሓቂ ማርትየ
ዋው ዒስራን ኣርባዕተን ማይ ወዮ ካብሎ ገዲም ጻዕዱ ወዮ ዋተር ማለት እዩ ዋተር ማለት እዩ ወዮ ንውሕጥር ኣቢሎም ሕጽራብ እዩ ማይ
ኣብ ክንደይ ዲግሪ ሴንቲግሬድ በረድ ይኸውን ታደቀ ለለ ትፍትያ
ኣብ ዜሮ ናይስ ሙሉእ መልሲ ምህሮ ምህሮ ዋ ኣነስ ምንታይ ኣለኹ ምስግነን ደኣ ሪያሊዝም ምሳኻ ትጥርጥረኒ ንስኻ ምስ ቪላ ትጥርጥረኒ

ዘሎ ስእሊ እንታይ እዩ? ሙሉእ መልሲ ሙሉእ መልሲ ሰላም ንዓኹም ይኹን ኣብ መላእ ዓለም ኮይንኩም መደብና ትከታተሉ ዘለኹም ክቡራት ተኸታተልትና እዚ ትዕዘብዎ ዘለኹም ብምኽንያት በዓል ፋሲካ ምስዞም ትርእዎም ዘለኹም ኳዕናናትን ዓበይትን ፍትዋትን ስነ ጥበባውያን ኢና ነሕልፎ ዘለና ደጊምና ደጋጊምና ርሑስ በዓል ፋሲካ ክኾነልኩም እንዳተመነና እዚ ትርእይዎ ዘለኹም ናይ ውድድር ሓፈሻዊ ፍልጠት ዝካየድ ዘሎ ጌና ኣብ መንጎ እዞም ሰለስተ ጉሩፍ ዘሎ ውድድር ኣይተዛዘመን ዘሎ ካብ ንሓድሕድ እንዳሓየሉ መፂኦም ዝብል ርእቶታት ፀኒሑ ብደያኑ ሕጂ ተወሳኺ ክልተ ከክልተ ሕቶታት ነዘን ጋንታታት ክወሃበና እዩ ከመይ ኣሎ ሞራልኩም ብቕዓትኩም ርእስኹምሕራይ ናብቲ ውድድር ናብ ቅርሚ ምኸድና ሉና ገለ ሕቶ ኣለኒ ምሳኺ ከመይ እስኪ ኣውደ ኣመት ከመይ ጌርካ ክትሕልፍ እያ ከለኹ ደስ ብለኪ እስኪ ኣጻናብላ ናትኪ ናይ ኣውደ ኣመት ከመይ ይመስል

ሰስዎ ከማስ ኣላትኒ ከማስ ኣላትኒ ገረስ ክብል መዓት እዩ እንታይ ክልተ በጊዕኹም ትሓርዱ እቲ ሓንቲ ንቀያሕ እቲ ሓንቲ ንፃዕዳ እዚ ደኣ እሞ ንኩሎም ዲና ክንነግሮም ኣብ ሕልሚ እኳ ኮይኑ ከዓ እቲ ዘገርመካ ኣታ ኣታ ኮሪዐ ከይወዳእኹ ሕራይ ብኣኹም ክንጅምርና ጋንታ ርሑስ በዓል ምስላ መሊ እዩ